ሰላም የሕዋት ሎሚ መብዛሕቲኦም መንእሰያት ወይ ድማ መብዛሕቲኦም ሰባት ኣብ ሙዕቡል ሃገር ኮይኖም ዳርጋ መብዛሕቲኦም መኪና ኣለዎም መኪና ይዝውሩ ኔሎም መደብና ምቶም መኪና ዘለዎም ወይ ድማ ካብቶም መኪና ዝዝውሩ ሰባት ዝገብርዎ ጌጋታት ተማሂርና ኣትሊስት ጽባሕ ናትና ትብልኦ መኪና ወይ ናህና ንብሎ መኪና ክንገዝእ ከለና ሬዲ ክንጸንሕ መታን so Let's go ቅዳመይቲ Texting and Driving መኪና ቻት እናገበርካ ምዝዋር ኩሉ ግዜ ንሓደጋ ንነብስኻን ነቶም ምሳኻ ዘለዉ ወይ ኣብ ድሕሬኻ ዘለዎም ሰባት ሓደጋ ምቅላዕ ማለት እዩ ኩሉ ግዜ ጃስት ከምዚ ሓንቲ ኢድካ መኪና ከምዚ ክትሕዝ በዚ ድማ ቻት እናገበርካ ክትኸይድ ከለኻ ከምዚ ዩ ፊል ከምዚ ኮምፎርታብል ሕጉስ ከምዚ ቦስ ዓይነት ከምዚ ኣይ ዶንት ኖው ፍልይ ዝበለ ኣረኣእያ ኣለካ ግን ኣብታ መኪና እዩ እምበር ጀስት ኢሚድየትሊ ሓደጋ ክትገብር ከለካ ግን ኣይክርደኣካን እዩ ማዕረ ክንደይ ኣስጋኢ ማዕረ ክንደይ ሂወትና ክልክም ዝኽእል ምዃኑ ቻት ማዕረ ክንደይ ኣጸጋሚ እዩ ስለዚ ኩሉ ግዜ ኣብ መኪና ክትስቀል ከለካ ቴሌፎንካ ካባኻ ኣርሕቃ ዳትስ ዋይ ድማ ብጽቡቕ ፎካስ ክንዝውር ንኽእል ካልኣይቲ ብፍጥነት ወይ ድማ ብናህሪ ምኻድ just relax relax ኩን ህድእ ኢልካ ኺድ ህድእ ኢልካ ኺድ of course ይርድኣኒ እዩ እምብት ካብ ትምህርቲ ድሃ ደንጊኻ ወይ ድማ ካብ ስራሕ ድሃ ደንጊኻ ወይ ድማ ምናልባት ካብ ንኽስጉግ ድኻ ወይ ድማ ካብ ዝኾነስ ደንጊኻ ኢኻ ዘለኻ just relax ቀስ ኢልካ ህድእ ኢልካ ኺድ ንሕና ንኣሽቱ ቆልዑ ኣይኮናን ምኽንያቱ ንእሽቶ ትኾን ከለኻ ምናልባት ንእስነት ኣለዎ ትብል ዓበይቲ ሓሳባት ዘለና እንተኾይንና ግን ጀስት ሪላክስ ቀስ ኢልና ንኸይድ ናብ ሓደጋ ንነብስና ከይነቃልዓ ሓደጋ ኣቃሊዕና ድማ ህይወትና ካብዛ ዓለም እዚኣ ከይንፍለያ መተን ጀስት ህድእ ኢልና ምኻድ ሳልሰይቲ ኣብ መኪና ኮይንካ ሕርቃንካ ተቆጻጽሮ ክንደይ ኣለዉ መብዛሕቲኦም ሰባት ወይ እቲ ቅድሜኻ ዘሎ መኪና ሰብ ቀስ ኢሉ ኸይድ ዳስ ዋይ ተሓረቕ ወይ ድማ ገለ ኮይንካ ኣብ ገዛ ድዩ ወይ ድማ ጸገማት ስለ ዘጓንፈካ ሕርቃን ናትካ ኣብ ካልእ ሰባት ኣብ መኪና ኮይንካ ተውጽኦ ጀስት ሪላክስ ኢሞሽን ናትካ ኮንትሮል ግበሮ ኢሞሽን ናትካ እቲ ሕርቃን ናትካ ኮንትሮል ግበሮ ቀስ ኢልካ ህድእ ኢልካ ደፍነት እቲ ሕርቃን ናትካ ናብ ዘይተደለየ ኣደዳ ካልእ ሕማማት ከስዕበልካ ኸል ኩሉ ግዜ ትኹሪ እንተኾይንካ፣ ኩሉ ግዜ ኣብ ዘድልን ዘየድልን ኮሪኻ ትንጽርጽር እንድሕርድኣ ኮይንካ of course ዓቢ ሕማም ከተጥሪ ኢኻ። ስለዚ ዝኾነ ዘጋጥመካ ኣብ መኪና just relax እቲ ኢሞሽን ናትካ ኣብ ሕርቃን ናትካ ኣብ ካልኦት ሰባት ከተውጽእ ከይትፍትን just relax። ራብዐይቲ፣ ብፍጥነት ወይ ድማ ብናህሪ ካብ ሴማፎሮ ምንጣር ወይ ድማ ምኻድ። ኩሉ ግዜ ክትኸይድ ከለኻ just ህድእ ኢልካ ኺድ፣ ንሓሙሽተ ሰከንድ፣ ዓሰርተ ሰከንድ፣ ዋላ ትኹን ሓንቲ ደቕቕ ንኸይንጽበ ክንብል ህይወትና ኣብ ሓደጋ ነእትዋ ዘለና ኩሉ ግዜ ብዝኾነ ዘጋጥመካ ወይ ድማ ንኸተረክብ ሓንቲ ደቂቅ ፍልልይ ዋላ ሓንቲ የብላን ንታ ሓንቲ ደቂቅ ከይንጽበ ክንብል ድማ ሂወትና ነቃልዓ ኣለና ስለዚ ቀስ ኢልና እታ ሲማፎሮ ቀያሕ ክትኸውን ከላ ወይ ድማ ብጫ ክኸውን ከሎ just calm down ቀስ ኢልና ሂወትና ኣብ ሓደጋ ከይነእትዋ መታን ሓምሸትን ናይ መወዳእታን ዘይዓቅምና መኪና ምግዛእ of course show off ንካልኦት ሰባት ካልእ ሰብ ገዚእዋ ኣሎ ኢልና በቃ ብሰንኪ ቅንኢ ንሕና ዘለና ገንዘብ ክንገዝእ ዘለና ኩላና ኣብ ጁባና ዘሎ ኣብ መኪና ክንድርብዮ no way ኩሉ ግዜ ንገዛናን ንጁባናን ኢና ክንምስል ዘለና እምበር ብናይ ካልኦት ጁባ ቅንኢ ክሓድረና የብሉን ኩሉ ግዜ ካልኦት ገዚኦሞ ዘለዉ ብዕላማ እዮም ገዚኦሞ ዘለዉ እምበር ከምዚ ንሕና ብዘይ ዕላማ ዝጎዙ ኣይኮኑን ስለዚ ኩሉ ግዜ በሊሕ ክተኮን ኣለካ ኣጠፋፍኣ ገንዘብ ኣብ ምንታይ ኢካ ከተጥፍኦ ዘለካ ንበል ክልተ ሚእቲ ሽሕ ሚእቲ ሽሕ ገዚካ ኣለካ ንበል እንታይ ኣሞ ክጠቅመካ እቲ ሚእቲ ሽሕ ገዚካዮ ዘለካ ገንዘብ ካልኣይ ግዜ ክትረክቦ ትክለካ ነው ወይ ኣይክትረክቦን እካ ጀስት ኢንቨስት ኣብ ካልእ ግበሮ ወይ ድማ ቢዝነስ ክፈተሉ እሞ ካብቲ ቢዝነስ ፕሮፊት ዝረከብካሉ መኪና ወላ ክልተ ሚእቲ ሽሕ ዋላ ሚልዮን ትኹን ግዝኣላ ኦሬዲ እቲ ገንዘብካ ኣብዚ ስለ ዘሎ ካብቱ ፕሮፊት ገዚእኻ ስለ ዘለኻ ስለዚ ዘይዓቕምና መኪና ጀስት ብሾው ኦፍ ንኻልኦት ሰባት እከለ ገዚኡ ኣሎ ንኽንበሃል ነቨር ከይንገዝእ። ኣይ ሆፕ ደስ ኢላትኩም ትኾን እዛ ቪድዮ ቴንክ ዩ ሶ ማች ብትቡና ዘለኹም ርኢቶታት ሓሳባት ምትብባዕ ብልቢ ከየመስግናኩም ክንሓልፍ ኣይንደልና ከም ወትሩ ፕሊስ ናትኩም ሓሳባት ናትኩም ርኢቶታት ናትኩም ምትብባዕ ብናትኩም ሳብስክራይብ ላይክ ሽር እናግቡርኩም ክትተባበዑ ናይ ሎሚ ዝተዳልመ እዚ ነይሩ በካልእ ክሳብ ንራከብ ሰላም ንዓኩም ፒስ።